ናይ ሓባር ኣተሓሳስባ፣ ዕላማን ራኢን ዝውንን ህዝቢ፣ ምዕቡልን ኣሳታፍን ፖለቲካዊ ስርዓት፣ ሓያል ቁጠባ፣ ከምኡውን ማሕበራዊ ፍትሒ ዝነገሳ ሃገር ምህናጽ፣ ህዝብን መንግስትን ኤርትራ ቀዳምነት ሂቦም ዝሰርሕሉ ዘለዉ ቀንዲ ሸቶ ከምዝኾነ፣ ኣምባሳደር ኤርትራ ኣብ ኢጣልያ ኣቶ ፍስሓጽዮን ጴጥሮስ ገሊጹ። ኣምባሳደር ፍስሓጼን ነዚ ዝገለጸ ንማሕበረኮም ኤርትራውያን ነበርቲ ቦሎኛን ከባቢኣን ኢጣልያ ብዛዕባ ህሉው ኩነታት ሃገር፣ ኣብ ልዕሊ ኤርትራ ዝካየድ ዘሎ ተጻብኦታትን መኸተ ህዝብን ከምኡ ድማ ንዕማም ኤምባስን ቆንስልን ኣብ ኢጣልያ ብዝምልከት ኣብ ዝገበሮ ሰሚናር እዩ። ኣብቲ ሰሚናር ውሕስነት መግቢ ንምርግጋጽ ብህዝብን መንግስትን ዝሰላሰል ዘሎ ጥሙር ፕሮግራማት ልምዓትን ገስጋሱን፣ ምዕሩይ ዝርግሐ ኣገልግሎታት ጥዕናን ትምህርትን ንምርግጋጽ ዝተኻየደ ጻዕርታትን ውጽኢቱን ብዝምልከት ሰፊሕን ዝርዝራውን ሓበሬታ ዝሃባ ኣምባሳደር ፍስሓጽየን፣ ብዝተፈላለዩ መንገድታት ዝካየዱ ዘለዉ ተጻብኦታት ንምብዳህን ንምፍሻልን ውዳቤታትን ንቕሓት ናይ ምብራኽ ንጥፈታትን ምውርጻጽ መሰረታዊ ከምዝኾነ ኣብሪሆም። ኣምባሳደር ፍስሓጽየን ጴጥሮስ ኣብ መወዳእታ፣ ድኽመታት ተለልዮም ንምፍዋሶም ድሮ ስጉምትታት ይውሰድ ከምዘሎ ብምብራህ፣ ነፍሲ ወከፍ ዜጋ ህዝባዊ ግንባር ዝኾስኮሶም ክብርታት ሃገራዊ ጥምረት፣ ተወፋይነት፣ ጽንዓትን መኸተን ብዝለዓለ ብምንጽብራቕ፣ ሃገር እትሓቶ ንምምላእ ድለውነቱ ደጊሙ ከረጋግጽ ኣዘኻኺሮም። ተሳተፍቲ ብወገኖም ብህዝብን መንግስትን ኤርትራ ንዝሰላሰል ዘሎ ልምዓታዊ መደባትን መኸተን ዘለዎም ደገፍ ብምግላጽ ከም ወትሩ ሓድነቶም ዓቂቦምን ውዳቤታቶም ኣደንፊዖምን ካብኦም ዝሕተት ከም ዘማልኡ ኣረጋጊጾም።
ሃገራዊ ማሕበር ደቂ ኣንስትዮ ኤርትራ ካብ ዓሰርተ ሓሙሽተ ክሳብ ዓሰርተ ሸውዓተ መስከረም ሻብዓይ ጉባኤኡ ንምክያድ ምድላዋቱ ኣብ ምጽፋፍ ይርከብ። ሓደ ካብቲ መደባት ንንጥፈታትን ዓወታትን ማሕበር ከምኡውን ንቕያ ታሪኽን ሱታፌን ኤርትራውያን ደቂ ኣንስትዮ ዘጉልሕ ሲምፖዝዩም እዩ። ካብ ኤሪና ፍረወይኒ ፍጹም ዘዳለወቶ ጸብጻብ ይስዕብ።
ሃገራዊ ማሕበር ደቂ ኣንስትዮ ኤርትራ ብምኽንያት ናይቲ ካብ ዓሰርተ ሓሙሽተ ክሳብ ዓሰርተ ሸውዓተ መስከረም ዝካየድ ሻውዓይ ጉባኤኡ ንንጥፈታትን ዓወታትን ማሕበር ከምኡውን ንቕያ ታሪኽን ሱታፌን ኤርትራውያን ደቂ ኣንስትዮ ዘጉልሕ ሲምፖዝዩም ከካይድ ምዃኑ ኣብ ኣሰናዳኢት ሽማግለ ጉባኤ ኣደ መንበር ሲምፖዝዩም ወይዘሮ ጸጋ ጋይም ንኤሪና ሓቢራ። እቲ ሲምፖዝዩም ኣካል ናይቲ ፍትሒ ፍኖትና፣ ማዕርነት ምዕራፍና ኣብ ትሕቲ ዝብል ቴማ ዝካየድ መደባት ሻውዓይ ጉባኤ ምዃኑ ዝሓበረት ወይዘሮ ጸጋ፣ ኣብ ዝተፈላለየ ንጥፈታት ሃማደኤ ከም መሻርኽቲ ኮይነን ዝነጥፋ ኣህጉራዊ ማሕበራት ክሳተፍኦ ምዃነንን እቲ ምድላዋት ኣብ ደረጃ ምጽፋፍ ከም ዝበጽሐን ኣረዲኣ። ተሳተፍቲ ካብ ኣፍሪቃ እየን ዳርጋ። እተን ምሳና ኣብ ዝተፈላለየ መዳያት ብሓባር ክንሰርሕ ዝጸናሕና መብዛሕትአን ናይ ኮሜሳ ሃገራት እየን። ካልእ እውን ናይዚ ናይ ኢስት ኣፍሪቃ ኢኣሲ ዝበሃል ትካል ነይሩ ካብኡ ንዓታተን ዝወከላ ክህልዋ ናየነ ካልኦት ከማና ዝኣመሰላ ማሕበረት ንደቂ ኣንስትዮ ዝሰርሓ እውን ክህልዋ ናየን ማለት እዩ ምስኣተን እውን ተራኺብና ናይ ተመክሮ ምልውዋጥ ኣብዚ ዝሓለፈ ዓሰርተ ዓመታት ኤርትራውያን ደቂ ኣንስትዮ እንታይ ገይረን ኣበይ በጺሐን ዝብል ንሕና ተሞክሮና ክስታይ ክንገብር ኢና ክነካፍል ኢና ብወገነን ንሳተን ውን እንታይ እንታይ ተሞክሮታት ከም ዘለወን ንከካፍላና እዩ ስለዚሲ ናይ ተሞክሮ ምልውዋጥ ዝዓለመ እዩ እቲ ሲምፖዝዩም። ማዕርነት ደቂ ኣንስትዮ ኣብ ኩሉ መዳያት ብናይ ሰራሕ ተኻፋልነት፣ ተጠቃምነት ኣገልግሎታትን ጸጋታትን ንምርግጋጽ ዝተኻየደ ጻዕሪ፣ ኣብ ልዕሊ ደቂ ኣንስትዮ ዝካየድ ጎዳእቲ ልምድታት ንምቁጽጻርን ንምውጋድን ዝተሰላሰለ ዕማማትን ዝተረኽበ ውጽኢትን፣ ከምኡ'ውን ዘቤታዊ ሃልኪ ብምንካይ ቁጠባዊ ዕቤት ንምምዝጋብ ዝተዓመ ስርሓት፣ ገለ ካብ ትሕዝቶ ሲምፖዝዩም ምዃኑ ዘመልከተት ወይዘሮ ጸጋ፣ ድሮ ንተሳተፍቲ ዝቐርብ ወረቓቕትን ምስኡ ዝክኸይድ መሳለጥያታትን ዝምልከት መሰናድኦታት ከም እተጻፈፈ ገሊጻ። ተዳሊና ማለትሲ ተሳተፍትና መን እየን ክመጻ ዝኽእላ ዘይክእላ ፈሊጥና ኣለና። ካልእ እቲ ዝቐርብ ወረቓቕቲ እንታይ ክኸውን እዩ መን ከቕርቦ እዩ ፈሊጥና ኣለና ካልእ ምስቲ ጉባኤ ተኣሳሲሩ ኣብ መኽፈቲ ኣብ መዕጸዊ ኣብቲ በዓል ብኸመይ ክኸይድ እዩ ብኸመይ ከ ክነወሃህዶ ኢና እዚታት እውን ኩሉ ዳርጋ ኣጣሊልናዮ ኣለና ማለት እዩ። ከምዚ ዓይነት ኣጋጣሚታት ኪኖ ምጉላሕ ምስሊ ኤርትራዊት ጓል ኣንስተይቲ ኣብ ምልውዋጥ ተመክሮ ዘለዎ ተራ'ውን ልዑል እዩ ዝበለት ወይዘሮ ጸጋ፣ እቲ ሲምፖዝዩም ሃማዳ ኣብ ውሽጢ እዚ ዝሓለፈ ዓሰርተ ዓመት ዝቐሰሞ ብሉጽ ተመኩሮታትን ዝሓለፎ ብድሆታትን ብምጉላሕን ብደረጃ ኣህጉር ኣፍሪቃ ሓበራዊ መረዳእታ ብምፍጣርን ውጽኢታዊ ስራሕ ንምዕማም ዝሕግዝ ባይታ ክኸጣጥሕ ትጽቢት ከምዝግበር ኣገንዚባ። ከም ኤርትራውያንሲ ብዙሕ ነገር ንሰርሕ ግን ዓቀብቲ ኢና ማለት ኣይነካፍልን ኢና ከምኡ ምክንያቱ ከምዚ ሰሪሐ ከምዚ ገይረ ዝብል ከምኡ ዓይነት ልምዲ ከምኡ ዓይነት ባህሊሲ የብልናን። ሕጂ ግን ከኣ ክንገብሮ ዘለና እዩ። ምኽንያቱ ብዙሕ ነገር ንገብር ስለ ዘለናስ እቲ ናህና ተመክሮታት ከኣኒ ንኻልኦት ከነካፍለሉሲ ኣገዳሲ እዩ። ስለዚ እዚ ባይታዚ ተጠቒምና ንሕና እቲ ዘለና ተመክሮታት ክሳ ክንገብር ኢና። ንሱ ጥራሕ ዘይኮነ ከኣ ክንመሃር እውን ንደሊ ኢና። ኣብቲ ንሕና ብዙሕ ደይሰራሕናሉ እንተድኣ ሃልዩ ወይ ከኣ ዝተፈላ ነቲ ዝሰራሕናሉ እውን ብካልእ መገዲ ዝሰራሓሉ እንተድኣ ሃልየን ካብኡ እውን ክንምሃር ንደሊ ኢና። ስለዚ ካብቲ እሳተን ዝህባና ሓበሬታታት እውን ብሉጽ ተመክሮታት ናታተን እውን ከከፈላና ስለዝኾነ ንሱ እውን ንምሃረሉ ባይታ ክኸውን እዩ። ኣደ ኣምበር ሲምፖዝዩም ሻውዓይ ጉባኤ ሃማደ ወይዘሮ ጸጋጋይም ኣብ መወዳእታ፣ እዚ መኣዲ ምብህሃል ዝሓቐፎ ሲምፖዝዩም፣ ንሃናጺ ተራን ኣበርክቶን ኤርትራ ኣብ ኣፍሪቃ ብምድራዕ፣ ኣብ መላኢ ጾታዊ ኣድልዎ፣ ምዕዛዝ ሱታፌን መሰላትን ደቂ ኣንስትዮ፣ ተርኡ ልዑል ክኸውን ዘለዋ እምነት ብምግላጽ፣ ንኹሎም'ቶም ነዚ መልእኽቲ'ዚ ብግቡእ ንምትሕልላፍ ዝጽዕቱ ዘለዉ ምስጋና ኣቕሪባ።
ሓረስቶት ዝራእቶም ክሳብ ኣብ ቆፎኡ ዝኣቱ ምክትታሎም ክቕፅሉ ኣመሓዳሪ ዞባ ደቡባዊ ቀይሕ ባሕሪ ኣቶ ገርጊስ ግርማይ ብክኢላታት ተሰንዩ ኣብ ዝገበሮ ርክብ ኣዘኻኺሩ። ፃማ ድኻሞም ምህርቲ ኣብ ቆፎኡ ምስ ዝኣቱ ከምዝረጋገፅ ዝሓበረ ኣቶ ገርጊስ ሓረስቶት ቀፃሊ ክትትል ብምግባር ዝራእቶም ካብ ባልዕ ክከላኸሉ ኣባላት ሚኒስትሪ ሕርሻ ድማ ኣድላይ ሞያዊ ምኽርን ሓገዝን ክገብሩሎም ተላብዩ። ኣብ ኪሚራ ንኡስ ዞባ ማእከል ደንካልያ ዝርከብ ክልተ ሚእትን ዓሰርተን ሄክታር ናይ ሕርሻ መሬት ብትራክተራት ይሕረስ ከምዘሎ ብመሰረት ኣቐዲሙ ዝተኻየደ ምስቲ ከባቢ ዝሰማማዕ ብልቱግን መሸላን ክዝራእ ከምዝጀመረ ወኪል ኤሪና ሓቢሩ። ሓረስቶት ኣብ ዝሃብዎ ሓበሬታ መንግስቲ ምስ መሬቶም ብዝሰማማዕ ዘርኢ ብምቕራቡን ብትራክተራት ክሕረሰሎም ምኽኣሉን ኣብ ስርሖም ዝህልዎ ኣበርክቶ ቀሊል ከምዘይኮነ ብምሕባር ዝተርፍ ዕማም ናቶም ምዃኑ ተገንዚቦም ኣበርክቶኦም ከምዘሐይሉ ገሊፆም። ኪሚራ ኣብ ንኡስ ዞባ ማእከል ደንካልያ ምምሕዳር ከባቢ ማብራ ትርከብ ሰፊሕ ሕርሻዊ መሬት ዘለዋ ኮይና፣ ካብ ዓሰብ ንሸነኽ ሰሜናዊ ምዕራብ ሰለስተ ሚእትን ሓምሳን ኪሎ ሜተር ርሒቓ ትርከብ።
ነበርቲ ምምሕዳር ከባቢ ሃማች ድባ ንኡስ ዞባ ከርከበት ሳላ ዝተጠርንፉ ትካላት ትምህርቲ፣ ጥዕናን ጽሩይ ዝስተ ማይን ተዋዲድሎም ተኻፈልቲ ማሕበራዊ ኣገልግሎታት ክኾኑ ብምብቅዖም ርግኣት ዘለዎ ህይወት ይመርሑ ከምዘለዉ ገሊጾም። ንሳቶም ንኤሪና ኣብ ዝሃብዎ ሓበሬታ፣ ኣብ ዝተመርጸ ማእከላይ ቦታ ዝተዋደደ ፕሮጀክት ጽሩይ ዝስተ ማይ፣ መደበር ጥዕናን ናይ መባእታ ቤት ትምህርትን፣ ህዝቢ ክጥርነፍ ከም ዘተባብዐ፣ ምጥርናፍ ድማ ነቲ ከባቢ ኣብ ንግዳውን ሕርሻውን ንጥፈታት ቅልጡፍ ምዕባለ የምጽኣሉ ከም ዘሎ ኣብሪሆም። ቀረብ ጽሩይ ዝስተ ማይ ልዕሊ ኩሉ ንኣዴታት ካብ ሃልኪ ከም ዘድሓነን ዘመልክቱ ወሃብቲ ርእይቶ፣ ደቂ ኣንስትዮ ኣብ እዋን ሓጋይ ክሳብ ክልተ ሰዓት ተጓዒዘን ጽሬቱ ዘይተሓለወ ማይ ካብ ምጉራት ከም እተናገፋ፣ ብመደብ ትምህርቲ ንዓበይቲ መሃይምነት ከጥፍኣ ድማ ዕድል ከም ዝረኸባ ኣረዲኡም። ኣመሓዳሪ ምምሕዳር ከባቢ ሃማች-ዱባ ኣቶ ሁመድ ሼኽ ኦኖር ኣብ ዝሃቦ ሓበሬታ፣ ነበርቲ ዓሰርተ ዓድታትን ቁሸታትን ናይቲ ምምሕዳር ከባቢ ኣብ ዝተመርጸ ከባቢ ብምጥርናፎም ዓቢ ረብሓ ከም ዝረኸቡ ነቲ ተዋዲዱ ዘሎ መሰረታዊ ኣገልግሎታት ብምጥቃስ ድሕሪ ምሕባር፣ ህዝቢ ረብሓ ምጥርናፍ ብግብሪ ርእይዎ ስለ ዘሎ ምስፋሕ ማሕበራዊ ኣገልግሎታት ብኣጋ ቆላሕታ ክግበረሉ ኣዘኻኺሩ። ልዕሊ ሰለስተ ሽሕ ህዝቢ ዝነብራ ሃማች-ዱባ ሓንቲ ካብ ትሽዓተ ምምሕዳራት ከባቢ ንኡስ ዞባ ከርከበት ኮይና፣ ካብ ከረን ንሸነኽ ሰሜናዊ ምዕራብ ኣስታት ሚእትን ሰብዓን ኪሎ ሜተር ርሒቓ ትርከብ።
ሚኒስትሪ ጥዕና ኣብ ዝተፈላለዩ ከባቢታት ዞባ ጋሽ ባርካ ዘካይዶ ዘሎ ተመሓላለፍቲ ሕማማት ብሓፈሻ፣ ሕማም ዓሶ ድማ ብፍላይ ናይ ምቁፅፃር መደባት ንምድንፋዕ ዘሰላስልዎ ዘለዉ ንጥፈታት እወታዊ ውፅኢት ይርከቦ ከምዘሎ ነበርቲ ንኡስ ዞባ ሃይኮታ ሓቢሮም። ንሳቶም ኣብ ዝሃብዎ ሓበሬታ፣ ሰብ ሞያ ጥዕና ብዘካይድዎ ጎስጓስን ብዝህብዎም ቀጻሊ ምኽርን ኣፍልጦኦም ኣብ ምክልኻል ተመሓላለፍቲ ሕማማት ከምዝበረኸ፣ ከም ውጽኢቱ ድማ ተርእዮ ሕማም ዓሶ እናንቆልቆለ ከምዝመጸ ብምጥቃስ፣ ብፍላይ ኣብ እዋን ክራማት ዝንጸግ ጸረ ጣንጡ መድሃኒት፣ ንጥፈታት ምጽራይ ጣንጡ ዝራባሓሉ ቦታታት ከምኡ'ውን ንህዝቢ ዝዝርጋሕ ናምስያታት ኣብ ምቁጽጻር ናይቲ ሕማም ልዑል ኣስተዋጽኦ ከምዘለዎም ኣረዲኦም። ኣብ ምንጻግ ጸረ ጣንጡ መድሃኒት ዝተዋፈረ መንእሰይ ፊልሞን ኣርኣያ ኣብ ዝሃቦ ሓበሬታ፣ እቲ ዕማም ኣካል ናይቲ ሕማም ዓሶ ንምቁጽጻር ዝካየድ ንጥፈታት ምክልኻል ምዃኑ ብምጥቃስ፣ ንቕሓት ሕብረተሰብ ብምዕባዩ እቲ ስራሕ ብጽቡቕ ይሰላሰል ምህላዉን ምትሕብባር ይረኽቡሉ ከምዘለዉን ኣብሪሁ። ሓላፊ ከባብያዊ ጥዕና ኣብ ንኡስ ዞባ ሃይኮታ ኣቶ ተኽለብርሃን ተኽለዝጊ ድማ፣ ጎኒ ጎኒ እቶም ብትካላት ጥዕና ዝወሃቡ ሕክምናዊ ኣገልግሎታት፣ ንቕሓት ህዝቢ ኣብ ምክልኻል ተመሓላለፍቲ ሕማማት ብሓፈሻ፣ ሕማም ዓሶ ድማ ብፍላይ ክብ ምባል መሰረታዊ ብምዃኑ፣ ቀዳምነት ተዋሂብዎ ይስራሓሉ ከም ዘሎ ብምሕባር፣ ሳላ'ቲ ብቐጻሊ ዝካየድ ዘሎ ስራሕ፣ እቲ ርድኢት እናሰረጸ ብምምጽኡ፣ ሕማም ዓሶ ንምቁጽጻር ዝካየድ ዘሎ ዕማም ውጽኢታዊ ከም ዝኾነ ሓቢሩ።
ኤርትራዊ ማሕበረ-ኮም ኣብ ባብሊንገን ጀርመን ንሃገራዊ ማሕበር ሓርበኛታት ስንኩላን ኲናት ንመግዝኢ መድሃኒት ዝውዕል ሰለስተ ሽሕ ዩሮ ገንዘባዊ ኣበርክቶ ገይሩ። ሓላፊ ውዳበን ሓበሬታን ናይቲ ማሕበር ኣቶ ኣብርሃም ክፍለጼን ንኤሪና ኣብ ዝሃቦ ሓበሬታ፣ ኣብ ሽቱትጋርት፣ ጀርመን ዝርከብ ንኡስ ጨንፈር ሃገራዊ ማሕበር ሓርበኛታት ስንኩላን ኲናትን ሃማደኤ ሽቱትጋርትን ቀጻሊ ጎስጓሳት እናካየዱ ሓገዛት ከምዝልእኹ ጠቒሱ፣ ማሕበረኮም ባብሊንገን ዝወሰዶ ተበግሶ መቐጸልታ ናይዚ ዝተፈላለዩ ማሕበረኮማትን ጨናፍር ማሕበርን ዘበርክትዎ ሓገዛት ምዃኑ ኣብሪሁ። ኣባል ትካል ጥዕና መዓስከር ደንደን ሲስተር ቅድስቲ ገብርሂወት ብወገና፣ እቲ ዝተገብረ ደገፍ ኣብ ምምላእ ሕጽረታት ናይታ ትካል ኣስተዋጽኦ ከም ዝገብር ዘለዋ ጽኑዕ እምነት ብምግላጽ፣ ኤርትራውያን ማሕበረኮማት ንዝገብርዎ ደገፍ ኣመስጊና። ካብ ተጠቀምቲ ሓርበኛታት ስንኩላን ኣቶ ኪዳነ ዓንደብርሃን፣ ኣቶ ተሾመ ባህታን ኣቶ ሰመረ ተኽለን ኣብ ዝሃብዎ ርእይቶ፣ ነቲ ሓገዝ ንዝገበረ ማሕበረኮም ባብሊንገን ብምምስጋን፣ ዝግበረሎም ቀጻሊ ደገፍ ነቲ ንናጽነት ዝኸፈልዎ ዋጋ ክብሪ ዝውስኽ ምዃኑ ገሊጾም።
ዜናታት ውሽጢ ሃገር ኣብዚ ተፈፂሙሎ ንዜናታት ወፃኢ ድሕሪ እዛ ሓፃር መሰጋገሪት ክንምለስ ኢና። ደጊምና ምክትታልኩም ንዕድም።